ህይወትና ክንቅይሮ ኢና። ፍርቂ መዓልተይ ኣብ ግራውቲ እናሓረስኩ፣ ንኣሓተይ እናመገብኩ፣ ፍርቂ መዓልተይ ድማ ኣብ ህንጻ። ሰላም ናይ ሂዊ ላይፍ ቻነል ተኸታተልቲ ዝኾንኩም ከመይ ኣለኹም ድሓን ዲኹም ኣነ ሰላም እየ እግዚኣብሔር ይመስገን። ከምቲ ኣነ ሰላም ዘኒሆክዎ ንስኹም ውን ብዘለኽሞ ሰላም ክትኮንለይ ናይ ኩሉ ጊዘ ትምኒተይ እዩ። ልማዓንቲ ብሓዱሽ ቪድዮ መጽኤኩም ኣለኹ። ናይዚ ቻነል ተኸታተልቲ ዝኾንኩም ላይክ ሸር ኮመንት ምግባር ከም ናይ ኩሉ ጊዘ ከምኡ ውን ምብርታዕኹም ኣይፈለየኒ። ናይዚ ቻነል ተኸታተልቲ ዘይኾንኩም ደሞ ላይክ ሳብስክራይብ ብምግባር ቤተሰብ ኮኑ ኢኹም ክብለኩም ፈቱ። ክሳዕ ሀዚ ንትገብሩለይ ምብርታዕ ብጣዕሚ ዘመስግን እግዚኣብሔር የኽብረለይ። ካብ ሐዚ እውን ምብርታዕኹም ኣይፈለየኒ እና ሎማዓንቲ ብሓዱሽ ቪድዮ መፅኤኩም ኣለኹ ሕፅር ዝበረት ኣምሃሪት እና መሳጢት ዝኾነት ዛንታ ተፈቲኹምዋ ክሳብ መጨረሻ ሪኢኹም ላይክ እና ከምኡ እውን ሸር ከምኡ እውን ሪኢቶኹም ምቕማጥ ኣይትሕመቑ ናብዛ ዛንታይ ክብለኩም መጽሓፍ ገጻቱ ከይረኣኻ ኣይትፈልጦን ኢኻ፣ ወዲ ሰብ ደሞ ውሽጡ ከይፈለጥካ ኣይትፈርዶን ኢኻ። ቀደማይ ድግሪ ዝተመረቑ ተምሃሮ ንጽሑፎም ንምቕራብ ምድላዋት ኽገብሩ ጸኒሖም እዮም። ሓደ ካብቶም። ተምሃሮ ግን ንቡር ክዳን ዘይኮነን ዝተቐደደ ሸበጥን ተኸዲኑ ተራኣየ። እቶም ንመከላኸሊ ዝተዳለዉ ዝነበሩ መማህራን በቲ ናይቲ ወዲ ሸለልትነት ኣከዳድና ተባሳጭዮም ክጸርፍዎን ክገንሕዎን ጀመሩ። ጸርፎምን መርገሞምን ምስ ወድኡ ንብዓት እናነበዐ ከምዚ ኢሉ ክዛረብ ጀመረ፣ ብጸጋ ኣምላኽ እየ ኣብዚ ኣብ ቅድሜኻ ደው ኢለ ጽሑፈይ ከቕርብ ዝኸኣልኩ። ብዝተኻእለኒ መጠን ተኸዲነ እየ መጺኤ ይብል። ከምዚ ብምባል ድማ ዕላል ይቕጽል፣ ስድራይ ኣዝዮም ሃብታማት እዮም ነይሮም። ወዲ ትሽዓንተ ዓመት ከለኹ፣ ኣብ ራብዓይ ክፍሊ ከለኹን ኣደይን ኣቦይን ብሓደጋ መኪና ሞይቶም፣ ምስ ክልተ ኣሕዋተይ በይንና ተሪፍና። ንገለ ዓመታት ካብቲ ገዛ ክሓብኣና ዝጸንሐ ንኡሽተይ ኣኮይ ንብረት ስድራና መንዚዑ ካብ ገዛ ኣውጽኡና። ኣነ ክሰርሕ። ንነብሰይን ንሓተይን ክድግፍ ክልምን'ውን ጀሚረ። ኣብ ከምዚ ኩነታት ቃል ኣትየ፣ ኣነን ሓተይን ዝሓሸ ትምህርቲ ብምርካብ ህይወትና ክንቅይሮ ኢና። ፍርቂ መዓልተይ ኣብ ግራውቲ እናሓረስኩ ንኣሓተይ እናመገብኩ፣ ፍርቂ መዓልተይ ድማ ኣብ ህንጻ ኮይነ ከምህረን እየ ዘሕልፎ ነይረ። ኣምላኽ ይመስገን ክሳዕ ሎሚ ቃለይ ክሕሉ ክኢለ ኣለኹ፣ ክምረቕ ቀሪበ ኣለኹ። ንኽልተ ኣሓተይ ድማ ካብ ኮሌጅ እየ ዘምህር ዘለኹ። ሎሚ ዓርኪ ከም ዓርኪ ክመጽእ መደብ ነይሩኒ። ኣሓተይ ናይ ሲሚስተር ክፍሊት ትምህርቲ ክኸፍላ ተሓቲተን። ኣነ ድማ ነቲ ንሱፍን ጫማን ዘዋህለልክዎ ገንዘብ ክሰድድ ተገዲደ። በለ እቶም ኣብ ቅድሚኡ ኮፍ ኢሎም እናረገምዎ እና እናላገጽሉን ዝነበሩ መምህራን ርእሶም ኣድኒኖም። ሓደ ካብቶም መምህራን በጃኻ ካብዚ ንላዕሊ ኣይትበል ኣይትናገር ክሰምዕ ሓይሊ የብለይን በሎ። ኣዒንቱ ንብዓት እናፍሰሰ፣ እቲ ተምሃራይ ንጽሑፉ ብዓወት ተኸላኺሉ፣ እቶም ከይተረድእዎ ዝተላገጽሉ ዝነበሩ መምህራን ኣብ ኮፍ መበሊኦም ተሲኦም ኣጣቕዕሉ። ንሓደ መጽሓፍ ብገጹን ገጻቱን ኣይትፈርዶን ኢኻ። ምንጪ ካብ ናይ ኣማርኛ ጽሑፍ ኣነ እውን ዝብሎ ኣለኒ ካብዚ ዝተምሃርክዎ ነገር እንተሎ ብሓቂ ሰባት ንዓውደ ጽሑፍ ወይ ቃልሲ ናይ ሓደ ሰብ ከይፈለጥና ብመልክዕ ብመሰረት ክሳዕ ክንደይ ቀልጢፍና ከም ንፈርድ ተገንዚበ ኣለኹ። እቲ ተምሃራይ ኣብኡ ደው ኢሉ ነበረ። ምስ ኩሉ ነገር ብትብዓትን ክብርን ስርሑ ክሳብ መወዳእታ ፈጺሙ ብዓወት ክናገረሉ ከኣለ። ውህደት ጓሂ ጽንዓት ኣብ መወዳእታ ኣፍልጦን ብርግጽ መሪር ዓወትን ይገብሮ። ከምዚ ዝኣመሰለ ዛንታታት ብሓቂ ዓሚቕ ትምህርቲ ዝሓዘ እዩ። ንመንጽር ብሽፋን ኣይንፍረዶ፣ ብድሕሪ ነፍሲ ወከፍ ሰብ ዛንታ ኣሎ። እቲ ዛንታ ንሱ በቃ ንሱ ጥራይ ባዕሉ ዝፈልጦ ነገር እዩ። መልክዕ ኣከዳድና ወይ ኣተሓሳስባ ብዛዕባ ዋጋ ተወፋይነት ወይ ተውህቦ ሓደ ሰብ ዘብ ዝበሎ የለን። ጽንዓት፣ እምነት፣ ርሑቕ። ክወስደካ እዩ። ዋላኳ ለግጽን ውርደትን እንተሃለዎ እቲ ተምሃራይ ግን ብእምነቱን ቈራጽነቱን ደልዲሉ ደው ክብል ክኢሉ እዩ። ንሱ እዩ እቲ ሓቀኛ ሓይሊ። ጕዕዞ ኻልኦት ነኽብር። ኵሉ ሰብ ካብ ሓደ ዓይነት ኵነታት ዝመጽእ ኣይኰነን። እቲ ንሓደ ሰብ ርኡይ ዝዀነ፣ ንኻሊእ ሰብ ዓወት እዩ። ጸጋ እግዚኣብሄር ይዕወት ነቶም ዝኣምኑ። እዚ ዛንታ እዚ ምስክር እውን እዩ። ኣብ ውርደት ወይ ድልየት እወን እንተኾነ ጸጋ ንኽብሪ ዝሕግዝ መንገዲ ኽግበር ይኽእል እዩ። ፍልጠትን ባህርን ካብ ደረጃ ይዓቢ። ሓቀኛ ዋጋ ናይ ወዲ ሰብ ኣብ ክዳውንቱ ዘይኾነስ ብዘረብኡን ተግባራቱን ልቡን እዩ ዝግለጽ። ሰብ ዝበለ ይበል ንስኻ ኺድ ንቕድሚት። ሰጉም፣ እቲ ንስኻ ጥራይ እትፈልጦ ዛንታ ህይወትካ ሓደ መዓልቲ ምስ ፈለጥዎ፣ በቲ ትዕቢታዊ ቃላቶም ዝተዛረብዎ ክሓፍሩ ኢዮም። ህይወት ከምዚኣ ምዃና ፍለጥ፣ ነዚኣ እውን ዘክር። ምንጪ፣ ካብ ኣማርኛ ጽሑፍ ዝተተርጎመ ዛንታ። እምበኣርከስ ክቡራት ተኸታተልተይ፣ ሎማዓንቲ ሒዘልኩም ዝመጻኹ ሓጻር መሃሪትን ዛንታ፣ ነዚኣ ትመስል ከምቲ ኣነ መሃሪት ኮይና ዝጸንሐትኒ ንኣኹም እውን ክትጠቕመኩም እና ከተምህረኩም ተስፋ ይገብር እና ርእይቶኹም ምቕማጥ ኣይትሕመቑ ኢኹም ኣብ መወዳእታ ደሞ ተፈቲኹሞ ላይክ ከምኡውን ሸር ሳብስክራይብ ዘይገበርኩም ደሞ ሳብስክራይብ ብምግባር ምብርታዕኹም ኣይፈለየኒ ክሳዕ ብኸሊእን ብሓድሽን መሃርን መዘናግዕን ዝኾነ ቪድዮ ንራኸብ ሰናይ ግዜ ክኾነልኩም ናይ ኩሉ ግዜ ትምኒተይ እዩ ምብርታዕኹም ከም ናይ ኩሉ ግዜ ምብርታዕኹም ኣይፈለየኒ ሰናይ ቅንያት ይኹነልኩም ጋይስ